ኣብዚ ዓለም ንኹሉ ሰብ ዝኣክል ወሰን ዘይብሉ ሃብቲ ኣሎ። ንስኻ ግን ስለምንታይ ኢኻ ትጭነቕ? ብዙሓት ሰባት ብዛዕባ ገንዘብ ዘለዎም ኣረኣእያ ተገላቢጦሽ እዩ። ሃብታም ክትኸውን እንተደሊኻ ወጻኢታትካ ምቁራጽ ደው ኣብል። ኣብ ክንድኡ ካብቲ ቴስዓን ትሽዓተን ፐርሰንት ህዝቢ ወጻኢኻ ናብቶም ላዕለዎት ሓደ ፐርሰንት ዘሰጋግሩኻ ኣብዞም ሓሙሽተ ወሰንቲ ሕግታት ኣትኩር። ሰላም እዚ ቻናል ስነ ልቦና እዩ እዚ መደብ ዘሳናደእልኩም ድማ ኣነ ሓፍትኹም ሊድያ እየ ነዚ ቻናል ሓደሽቲ እንተኮይንኩም ድማ ሰብስክራይብ ግበሩ እዞም ሕጂ ዝነግረኩም ነቲ ናይ ሃብታም ኣተሓሳስባ ካብቲ ናይ ድኻ ኣተሓሳስባ ዝፈልዮ ከምኡ ውን ነቶም ላዕለዎት ሓደ ፐርሰንት ኣታዊ ካብቶም ዝተረፉ ቴስዓን ትሽዓንተን ፐርሰንት ዝፈልዩ ናይ ኣእምሮ ሕግታት እዮም እዞም ሓሙሽተ ሕግታት እንተተኸቲልኹም ናይ ሃብታም ኣተሓሳሳባ ብምፍጣር ናብ ሂወትኹም ናይ ሓቂ ሃብቲ ክትስሕቡ ከምትኽእሉ ብሙሉእ ልበይ ይኣምን ሕጊ ሓደ ማእለያ ዘይብሉ ገንዘብ ከም ዘሎ ምርዳእ። ኣብዚ ዓለም ንኹሉ ሰብ ዝኣክል ወሰን ዘይብሉ ሃብቲ ከም ዘሎ ምርዳእ እዩ። እቲ ዘድልየካ ነገር ነዚ ሃብቲ እዚ ክትደልዮን ንምቕባሉ ድሉው ክትኸውን ጥራይ እዩ። እቲ ቀንዲ ናይ ኣተሓሳስባ ለውጢ ድማ ንስኻ ገንዘብ ምስ እተፍሪ ካብ ካልእ ሰብ ትምንጥል ወይ ትምንዛዕ ከም ዘይኮንካ ምርዳእ እዩ። ኣብ ገንዘብ ዝተወሰነ ወሰን የለን። ንዝደልዮ ሰብ ድማ ኣብ ኣኺሉ ዝተርፍ ሃብቲ ኣሎ። ምፍጣር ሃብቲ ምስ ናይ ሕጽረት ኣተሓሳስባ ብሓባር ክኸይድ ኣይኽእልን እዩ። ገንዘብ ወትሩ ናብቶም ዋጋ ዝፈጥሩ ሰባት እዩ ዝውሕዝ። ስለዚ ሃብታም ምዃን ማለት ዝያዳ ኣገልግሎት ወይ ኣበርክቶ ምሃብ ማለት እዩ። ሕጊ ክልተ፣ ገንዘብ ንምውጻእ ዘለካ ፍርሒ ኣወግድ። ስለምንታይ ኢና ንፈርሕ? መብዛሕትኡ ግዜ ንገንዘብ ክተውጽ ከለኻ ዝስምዐካ ስቓይ ካብቲ ገንዘብ ውሱን እዩ። ሓንሳብ እተወጽዩ ድማ ተመሊሱ ኣይመጽን እዩ ዝብል ፍርሒ እዩ ዝመጽእ። እዚ ፍርሒ እዚ ኣብ ህይወትካ ዓበይቲ ዕድላት ከይትጥቀም ይዓግተካ። ንኣብነት ሓደ ትምህርቲ ወይ ስልጠና ንምውሳድ ገንዘብ ክተውጽ ከለኻ ነዚ ገንዘብ እዚ እንተጥፊኤዮኸ ኢልካ ትፈርሕ እምበር እዚ ትምህርቲ እዚ ክንደይ ዝኸውን ሚልዮናት ክረኽበሉ ይኽእል ኢልካ ኣይትሓስብን። እቲ ክትገብሮ ዘለካ ሰለስተ ደረጃታት ክነግረካ። እዚ ልምምድ እዚ ነቲ ኣብ ውሽጥኻ ተሓቢኡ ዘሎ ፍርሒ ኣውጺኡ ናብ ኣውንታዊ ተግባር ንምቕያር ዝሕግዝ መሳርሒ እዩ። እቲ ቀዳማይ፣ እቲ ክትገዝኦ ወይ ኢንቨስት ክትገብረሉ እትደሊ ነገር ነቲ ንዕቤትካ ወይ ንህይወትካ ኣገዳሲ'ዩ ዝበልካዮ ነገር ጽሓፍ። ኣብነት፣ ናይ ማርኬቲንግ ስልጠና ክወስድ እደሊ ኣለኹ። ዋግኡ ክልተ ሽሕ ዶላር እዩ። ስለምንታይ? ምኽንያቱ እዚ ስልጠና እዚ ንግድኻ ንምዕባይ ወሳኒ ስለዝኾነ። እቲ ካልኣይ፣ ነቲ ፍርሒ ምልላይ። ገንዘብኻ ንምውጻእ ክትሓስብ ከለኻ ኣብ ኣእምሮኻ ዝመጹ ኩሎም ኣሉታዊ ሓሳባት ጸሓፎም። ንኣብነት፣ እዚ ክልተ ሽሕ ዶላር ካብ ባንክ እንተወጺኡ ንእዋን ጸገም ዝኸውን ገንዘብ ይውሕደኒ ኣሎ። እንተድኣ እቲ ስልጠና ከምቲ ዝደለኹዎ ኮይኑ ዘይጸኒሑኒኸ? እዚ ገንዘብ እዚ ንኸንቱ ምጥፋእ እዩ ዝኸውን። እቲ ዕላማ ነቲ ንዓኻ ዝዓግተካ ዘሎ ፍርሒ ብንጹር ንኽትፈልጦ እዩ። ሳልሳይ፣ ኣውንታዊ ምስራዕ። ነቲ ፍርሒ ብሓዱሽ ሓያልን ኣውንታውን ሓሳብ ተካእዮ። ንኣብነት፣ እዚ ክልተ ሽሕ ዶላር ንምጥፋእ ኣይኮነን፣ የግዳስ ኣብ ገዛእ ርእሰይ ዝገብሮ ዘለኹ ወፍሪ እዩ። እዚ ዝመሃሮ ክእለት ኣብ ዝቕጽ ዓመታት ብዓሰርታት ኣሽሓት ዝቑጸር ገንዘብ ንኸፍሪ ክሕግዘኒ እዩ። ኣነ ገንዘብ ናይ ምፍራይ ዓቕሚ ዘለኒ ሰብ ስለ ዝኾንኩ፣ እዚ ገንዘብ እዚ ብዕጽፊ ክመልሶ እየ በል። ሃብታማት ሰባት ንገንዘብ ክጥቀሙሉ ከለዉ ከም ዘርኢ ገይሮም እዮም ዝርእይዎ። ሓደ ሓረስታይ ዘርኢ ክዘርእ ከሎ ዘርእይ ጠፊኡ ኢሉ ኣይሓዝንን እዩ። ምኽንያቱ እቲ ዘርኢ ዓብዩ ብዙሕ ፍረ ከም ዝህቦ ስለ ዝፈልጥ። ወፃኢ ገንዘብካ ኣውፂእኻዮ ተመሊሱ ዘይመፅእ ነገር ምስ እትገዝእ፣ ንኣብነት ንምዝንጋዕ፣ ጥራይ ዝኸውን ነገር እዩ። ወፍሪ ግን ገንዘብካ ኣውፂእኻ ዝያዳ ገንዘብ ወይ ኽእለት ዝመልሰልካ ነገር፣ ንኣብነት መሳርሒ ስራሕ፣ ትምህርቲ ወይ ንግዳዊ ወፍሪ እዩ። እቲ ፍርሒ ንዓኻ ንኸይትዓቢ ከይዓግተካ ተጠንቀቕ። ገንዘብኻ ብምውጻእ ጥራይ ኢኻ ዝያዳ ፍልጠትን ዕድላትን ክትረክብ ትኽእል። ነቲ ዝወጽእ ገንዘብ ኣይትጠምቶ። የግዳስ ነቲ በቲ ገንዘብ እተቢሉ ዝመጽእ ውጽኢት ኣተኩር። ገንዘብ ምውጻእ ኣይተቋርጽ። የግዳስ ነቲ ንዕቤትካ ዝሕግዝ ምውጻእ ኣውንታዊ ኣረኣእያ ይሃሊኻ። ገንዘብ ተመላሲ'ዩ፣ ግዜ ግን ተመላሲ ኣይኮነን ዝብል መምርሒ ይሃሊኻ። ሕጊ ሰለስተ፣ ብዛዕባ ገንዘብ ክትመሃር ኣለካ። ገንዘብ ክህልወካ እንተደሊኻ ብዛዕባኡ ክትመሃር ኣለካ። ብኸንቱ ነገር ገንዘብ ኣጥፍኡ ኣይኮንኩን ዝብል ዘለኹ። የግዳስ ንጹር ዕላማ ይሃሊኹም። ገንዘብ ከመይ ከም ዝሰርሕ ድማ ተረድኡ። ኣብ ዓመት እንተውሓደ ሓደ ናይ ገንዘብ ወይ ፋይናንስ መጽሓፍ ኣንብቡ። ዜና ክትከታተሉ ከለኹም ዘይተረድኡኩም ቃላት ምስ እትሰምዑ ብኡ ንብኡ ትርጉሙ ድለዩ። ኣብ ፍልጠትኩም ዘሎ ክፍተት ብቕጽበት መልእዎ። ሃብቲ ክትሃንጹ እንተደሊኹም፣ ነቲ ብዛዕባ ገንዘብ ዘይትፈልጥዎ ነገር ክትገጥምዎ ኣለኩም። ሕጊ ኣርባዕተ፣ ወፍሪ እምበር ቁጠባ ጥራይ ኣይትግበር። ብዙሓት ሰባት ነዚ ጉዳይ እዚ ብተገላቢጦሽ እዮም ዝርድእዎ። እቲ ናይ ድኻ ኣተሓሳስባ፣ እዚ ነገር ኣይትግዝኡ፣ ሳንቲም ቆጥቡ፣ ኩፖን ተጠቐም እናበለ የጨንቐካ። ይኹን እምበር፣ ወጻኢታትካ ብምቕናስ ጥራይ ሚልዮነር ክትኸውን ኣይትኽእልን ኢኻ። ብዛዕባ ፋይናንሳዊ ጸብጻብ ሓደ ትካል ሕሰቡ። ሓደ ትካል ሚልዮን ዶላር ክረክብ እንተደልዩ ወጻኢታቱ ብምቁራጽ ጥራይ ኣይኮነን ዝዓቢ። ስለምንታይ? ወጻኢታት ምቁራጽ ንዕቤት ዝደፋፍእ ሓይሊ ስለ ዘይኮነ እዩ። ዕቤት ወትሩ ካብቲ ዝመጽእ ኣታዊ እዩ ዝርከብ። እዚ ዕቤት እዚ ድማ ፍርያትን ኣገልግሎትን ብምሻጥ እዩ ዝመጽእ። ኣብ ህይወትኩም እውን ዝወሓደ ገንዘብ ንምጥፋእ ጥራይ ምጭናቕ፣ ቀልጢፍካ ሃብታም ንምዃን ኣይሕግዝን እዩ። ስለዚ፣ ቴስዓ ፐርሰንት ካብ ግዜኻ ኣብዚ ሕቶ ኣተኩር፣ ከመይ ገይረ እየ ዝያዳ ኣታዊ የፍሪ? እዚ ማለት ከም ማርኬቲንግ ወይ ምሻጥ ዝኣመሰሉ ሓደስቲ ክእለታት ምምሃር ማለት እዩ። ካብቲ ኣብ ወጻኢታትካ ምትኳር ወጺእካ ኣብ ምፍራይ ሃብቲ ኣተኩር። ሕጊ ሓሙሽተ፣ ክንደይ ገንዘብ ከም እትደሊ ብልክዕ ፍለጥ። እዚ ካብ ኩሉ ዝዓበየ ሕጊ እዩ። ክንደይ ገንዘብ ክህልወካ ከም እትደሊ ብልክዕ ቁጽሪ ክትውስን ኣለካ። ቀዳማይ፣ ኩሉ ፋይናንሳዊ ዕላማታትካ ጽሓፍ። ኣብ ባንኪ ክንደይ ክህልወካ ትደሊ? ካልኣይ፣ ኣነባብራ። እቲ እትምነዩ ህይወት ክንደይ ገንዘብ ከም ዝሓትት ጽሓፍ፣ ገዛ፣ መኪና፣ ክዳውንቲ፣ መመላኽዒ። እቲ ሳልሳይ፣ ጸብጻብ። ነቲ ትምነዩ ህይወት ንምምራሕ ኣብ ወርሒ ክንደይ ክተረክብ ከም ዘለካ ጸብጽብ። ካብቲ ሕጂ ትረኽቦ ዘለኻ ክንደይ ይፍለ? ካብቲ ኣይክእሎን እየ ዝብል ሓሳብ ንምውጻእ ነቲ እትደልዮ ነገር ክትቐርቦ ፈትን። መኪና ክትገዝኡ እንተደሊኹም ኣብ ኢንስታግራም ጥራይ ኣይትርኣይዎ፣ ከይድኩም ርኢኹም ፈትንዎ። እዚ ነገር ዝያዳ ምስ ዝቐረብኩም ብሓቂ ክትረኽብዎ ከም እትኽእሉ ዝያዳ ትኣምኑ። እዚ እዩ ናይ ሃብታም ኣተሓሳስባ ማለት። ንሎሚ ዘዳለኹልኩም መደብ እዚ ይመስል። እዛ ቪድዮ ጠቓሚት ኮይና እንተረኺብኩምዋ ላይክ ክትገብሩ ኣይትረስዑ። ንቐጻሊ ተመሳሳሊ ትሕዝቶታት ንምክትታል ድማ ሰብስክራይብ ብምግባር ስድራ ቤትና ኩኑ። ዝኾነ ርእይቶ ወይ ሕቶ እንተልይኩም ኣብ ኮሜንት ሴክሽን ጸሓፉለይ። ኣብ ዝቕጽል ቪድዮ ብኻልእ ኣገዳሲ ኣርእስቲ ክሳብ ንራኸብ ሰላም ጽንሑ።